ሰላም ሰላም ተኸታተልተይ ከመይ ኣለኹም ኣነ እግዚኣብሔር ዝተመስገነ ይኹን ዳሕና እየ ኣብ ናይ ለማዓንቲ መደበይ ንበዓል ገዛኺ ኣብ እዋን ርክብ ብዝለዓለ መጠን ንምቁፅፃር ሰለስተ ምሽጥራዊ ዝኾኑ ነገራት ሒዘልኩም መፅየ ኣለኹ መደብና ላይክ ብምግባር ጀምርዎ ናብ ናይ ለማዓንቲ መደበይ ክኣቱ ኣብ ናይ ለማዕንቲ መደበይ ሰለስተ ቀለልቲ ዝመስላ ኮይኑ ግን ኣብ ልዕሊ በዓል ገዛኺ ተፅዕኖ ከሕድራ ዝኽእላ ሰለስተ ነገራት ክንርኢ ኢና። ኣብ እዋን ርክብ ንበዓል ገዛኺ ናይ ርክብ ታሕጓስ ክትፈጥርሉ ዝሕግዙ ሓሳባት እዮም። እዛ መደበይ ምስ ተኸታተልኩም ከም ትጥቀሙላን ንኻልኦት ሰባት ሼር ከም ትገብርዋን ተስፋ እዩ። እዚ ኢለ ቅድሚ ናብ መደበይ ምእታወይ ንዚ ቻነል እዚ ሓደሽቲ ዝኾንኩም ሰባት ላይክ ሼር ሰብስክራይብ ብምግባር ናይ ቻነልና ቤተሰብ ንኽትኮኑ ብኽብሪ ይሓትት። ናብ መደበይ ክኣቱ ከለኹ ኣብ ሓዳር ዝግበር ጾታዊ ርክብ ክስልቸው ከም ዝኽእል ክንርዳእ ይግባእ። እንታይ ነገራት እዮም ከስልችዎ ዝኽእሉ ዝብል ነገር ክንርኢ ከለና እቲ ቀዳማይ እንታይ እዩ ቅጥዒ ዘይብሉ ምድግጋም እዩ። ኣብ ሓዳር ቅጥዒ ዘይብሉ ምድግጋም ታሕጓስ ክፈጥር ኣይኽእልን። ኮይኑ ግን ቅጥዒ ዘይብሉ ምድግጋም ፀገም ክፈጥር ዝኽእለሉ ዕድል ኣለዎ። እቲ ፀገም እንታይ እዩ ዝብል ነገር ክንርኢ ተለና ምስልቻው ክፈጥር ይኽእል እዩ ማለት እዩ። ቅጥዒ ዘይብሉ ምድግጋም ምስልቻው ክፈጥር ይኽእል እዩ ማለት እዩ። እቲ ካልኣይ ነገር ድማ እንታይ እዩ? ናይ ሓደ ሰብ ዓብላላይነት። እዚ ማለት ኣብ እዋን ርክብ እቲ ወዲ ጥራሕ ታሕጓስ ክፈጥር ክትፅበያ የብልክንን። እዚ ርክብ ናይ ሓባራዊ ታሕጓስ ወይ ከዓ ናይ ክልቴኹም ታሕጓስ ስለዝኾነ ኣብ እዋን ርክብ ንስኻትክን እውን ክትገብርኦ ዝግበኣክን ነገራት ኣለዉ። ካብዚኣቶምከ እንታይ እዮም ዝብል ነገር ክንርኢ ተለና ናይ ሰውነት መልስታት ናይ ሰውነት መልስታት ማለት እንታይ እዩ? ኣብ እዋን ርክብ መልሲ ኣወሃህባ ሰውነትኪ ብሰውነትኪ መልሲ ክትህብዮ ኣለኪ ማለት እዩ። ድምጺ ክተውጽኢ ክኾን ይኽእል እዩ። ናይ ቃንዛ ምልክታት ክተርኢ ክኾን ይኽእል እዩ። ከም ዘርክዐኪ፣ ከም ዘሐጉሰኪ ዘሎ እውን ክትገልጽሉ ክትክእሊ ኢኺ። እዚኤን ናይ ሰውነት መልስታት ኣገደስቲ እየን ማለት እዩ። ድምጺ ምስማዕ ክኾን ይኽእል፣ እቲ ቃንዛኺ ክተርእዮ ክኾን ይኽእል፣ ከም ዘርክዐኪ፣ ከም ዘሐጉሰኪ ዘሎ ኣብ እዋን ርክብ ምንጋር ክኾን ይኽእል፣ እዚኦም ኣገደስቲ ነገራት እዮም ማለት እዩ። እዞም ነገራት እዚኦም ክስምዑኺ እንተለዉ ንኸይተርእይዮም ክትሓብእዮም የብልክን ማለት እዩ። ኽትሓብእዮም ብዝሞከርኪ ቁጽሪ ሰውነትኪ ናብ ምጭንናቕ ይኣቱ እሞ ነቲ ጾታዊ ርክብኩም ከኣ መጽልኢ ክኸውን ክገብሮ ይኽእል እዩ ማለት እዩ። ንምንታይ እዩ ክትሃብዮ ትሙክሪ ዝብል ነገር ክንርኢ ተለና እንታይ እዩ ብዙሓት ደቂ ኣንስትዮ ካብ ኣተዓባብያ ዝመጸ ጸገም ኣሎ እዚ እንታይ እዩ ናጽነት ተኸልኪለን ዝዓብያ ደቂ ኣንስትዮ ኣለዋ ክትዓብያ እንተለኽን ናጽነት ከይተዋህበክን ተዓብያ'ሞ ምስ ዓበኽን ዝኾነ ነገር ንምግባር ትስከፋ ወይ ከኣ ትሓፍራ ክኾን ይኽእል እዩ ማለት እዩ። ግን ናብ ጾታዊ ርክብ ኽትመጻ እንተለኽን ንበዓል ገዛኺ እዘን ቅድም ኢልና ዝገለጽናየን ከም ድምጺ ምስማዕ ክኾን ይኽእል፣ ብምልክታት ምርኣይ ክኾን ይኽእል፣ ከምዘዕግበክን ከምዘርክዐኪ ዘሎን ብዘረባ ክትገልጽሉ እውን ትኽእሊ ኢኺ። እዚ ኣብ መንጎ ርክብ ክትገልጽዮም ዝግበእኪ ናይ ሰውነታት ምልክታት እዩ ማለት እዩ። ስለዚ እዘም ነገራት እዚኦን ብጣዕሚ ኣገደስቲ እየን። ኣብ እዋን ርክብ ክተስምዕየን ወይ ክተርእየን ዝግበእኪ ምልክታት እየን ማለት እዩ። ንዘን ነገራት እዚኤን ክተስምዕየን ወይ ከኣ ክተርእየን ዘለኪ ምኽንያት ንምንታይ እዩ ዝብል ነገር ክንርኢ ተለና ንበዓል ገዛኺ ንቲ ርክብ ሰልቻዊ ክትገብርዮ ስለ ትኽእሊ ማለት እዩ። ንበዓል ገዛኺ ዘን ምልክታት እንተዘይርኢኽዮ ዝርክብኩም ሰልቻዊ ወይ ከዓ መሀከይ ክኾን ይኽእል እዩ ማለት እዩ። ንምንታይ እዩ ሰልቻዊ ወይ ከዓ መሀከይ ዝኾን ዝብል ተሎ ክንርኢ ተለና እቲ ወዲ ዝዓብለለኪ መሲሉ ክስምዖ ይኽእል እዩ። በዓል ገዛኺ እንታይ መሲሉ ክስምዖ ይኽእል እዩ? ዝዓብለለኪ መሲሉ ክስምዖ ይኽእል እዩ። እቲ ታሕጓስ ናይ በይኑ ወይ ከዓ ንበይኑ ዝስምዖ ዘሎ መሲሉ ክስምዖ ስለ ዝኽእል እዚ ጾታዊ ርክብ መሰልቸዊ ክኾኖ ይኽእል እዩ ንበዓል ገዛኺ ማለት እዩ። ስለዚ እዘን ካብዚ እንታይ ክትርዳእ ደቂ ኣንስትዮ እዘን ተርእየን ድምፅታት እዘን ተርእየን ምልክታት ንቲ ፆታዊ ርክብኩም ዘሕጉስን ኣርካዒን ንምግባር ኣገደስቲ ከም ዝኾና እዩ ማለት እዩ ንኣብነት ሓደ ብስራሕ ምክንያት ዝፈልጦ ወዲ ታሪኩ ክነግረኩም ቅድሚ ናይ ሓዳር ሂወቱ ኣብ ዘሕለፎ ናይ ፆታዊ ርክብ ልምዲ ኣብቲ ዝነበሮ ልምዲ ምስታ ጓል ኣንስተይቲ ዘሕለፎ ልምዲ፣ እትህቦ ዝነበረት ናይ ሰውነት መልስታት፣ ብሰውነታ እትህቦ ዝነበረት መልስታት፣ ተስምዖ ዝነበረት ድምጺ፣ ተርእዮ ዝነበረት ቃንዛ፣ የርክዓን የሕጉሳን ከም ዘሎ ትገልጸሉ ዝነበረት መንገዲ፣ ኣብቲ ርክብ ትሕጎስ ከም ዘላ ትገልጸሉ ዝነበረት መንገዲ፣ እዚ ኹሉ ነገራት ተደማሚሩ ኣብ ሓንጎሉ ወይ ከኣ ኣብ ርእሱ ተሳኢልዎ ስለ ዝነበረ፣ ኣብቲ ናይ ሕዚ ናይ ሓዳር ህይወቱ ወይ ከኣ ኣብቲ ሕዚ ዘለዎ ናይ ሓዳር ርክብ ተጽዕኖ የሕድረሉ ከም ዘሎ ይነግረኒ ነይሩ። ብጣዕሚ ተጽዕኖ የሕድረሉ እዩ ማለት እዩ። ስለዚ ደቂ ኣንስትዩ እንታይ እዩ እዘን ድምጽታት ዘን ምልክታት ብጣዕሚ ኣብ ርክብ ህይወትክን ኣብ ሓዳር ህይወትክን ብጣዕሚ ወሰንቲ ነገራት ስለ ዝኾና ንቲ ጾታዊ ርክብኩም ኣገደስትን ኣድለይትን ስለ ዝኾና እዘን ነገራት እዚኤን ክትጥቀማለን ይሕብረልክን ኣለኹ ማለት እዩ። ካብዚ ናይዚ ወዲ እዚ ታሪኽ እንታይ ትምሃራ ደቂ ኣንስትዮ? ክትግንዘባ ዘለክን ናይ ሰውነት መልስታት እተርእዮ ሪኣክሽን ወሳኒ ነገር ከም ዝኾነ እዩ ማለት እዩ። ክትርድኣ ዝግበእክን እንታይ እዩ ኣብዚ ተስምዕዮ ድምጺ፣ ተርእዮ ናይ ቃንዛ ምልክት፣ ተርእዮ ናይ ሰውነት መልስታት ኣብ ህሊንኡ ወይ ከኣ ኣብ ርእሱ ተሳኢልዎ ንቐጻሊ እውን ስኢልዎ ዝቐሪ ነገር ክኾን ስለ ዝኽእል ብጣዕሚ ኣገደስቲ ከም ዝኾና ኣብዚኣ ክትሕዝኣ ይግባእ ማለት እዩ። እቲ ሳልሳይ እንሪኦ ኣገዳሲ ጉዳይ ከ እንታይ እዩ? ኣብ እዋን ርክብ ዝርከቡ ታሕጓሳት ሓባራዊ ከምዝኾነ ክንርዳእ ይግበእና ማለት እዩ። ኣብ እዋን ርክብ ዝርከቡ ታሕጓሳት ሓባራዊ ከምዝኾኑ ክንርዳእ ይግባእ። ናይ ሓዳር ርክብ ሰዓርን ተሰዓርን ዘይብሉ ነገር ስለዝኾነ ብሓንጎልናን ብሰውነትናን ድልዋትን ፍቓደኛታትን ክንኮን ኣለና ማለት እዩ። እዚ እንታይ እዩ ሓንጎልናን ሰውነትናን ድሌት እንተርእዩ ርክብና ብጣዕሚ ፅቡቕን ኣዕጋባይን ክኾነልና ይኽእል እዩ ማለት እዩ ስለዚ ካብዚ እንታይ ትርዳኣ ኣብ ናይ ሓዳር ሂወት ዘሎ ፆታዊ ርክብ እንታይ እዩ ሰዓራይን ተሰዓራይን የብሉን ስለዚ ክልቴኹም ነቲ ታሕጓስ ዕግበት ንሓባር ዝኾነ ስራሕ ክትሰርሑ ይግበኣኩም ኣሎ ማለት እዩ እቲ ካሊእ ጉዳይ ንሪኦ ድማ እንታይ እዩ ኣብ እዋን ርክብ ንዛረቦም ቃላት ብጣዕሚ ክንጥንቀቐሎም ዝግብኡና እዮም ንኣብነት ቀልጢፍካ ወዲእኻ ተስእለይ ዝብል ዘረባ ኣብ እዋን ርክብ ብጣዕሚ ስምዒት ጎዳኢ ስለ ዝኾነ ክትጥቀምኦ ኣይግበእክንን ማለት እዩ። ከምኡ እውን ኣብ እዋን ርክብ ከም ምድቃስ፣ ምድባር ወይ ከዓ ምስልቻው ዓይነት ስምዒታት እንተሪእኽን ትኽክል ኣይኮነን። እዚ ክውገድ ዘለዎ ዓይነት ምልክት እዩ ማለት እዩ። ንተፃራሪ ፆታ ወይ ከዓ ንበዓል ገዛኺ ስምዒት፣ ዓቕሚ ከምኡ እውን ድሌታት ዝጎድኡ ዓይነት ምልክታት ስለ ዝኾኑ ዘም ምልክታት ክውገዱ ኣለዎም። እቲ ቀዲሙ ኢለ ዝተዛረብክዎ ዓይነት ቃላት እውን ክውገዱ ኣለዎን ማለት እዩ። ናይ ለመዓንቲ መደበይ ነዚ ይመስል ነይሩ። ካብ ናይ ለመዓንቲ መደበይ ዝኾነ ነገር ከም ዝሓዝኩም ተስፋ ይገብር። ሓሳባትኩም ብኮሜንት ሴክሽን ግለጹለይ። ሰላምን ጥዕናን ንኹላትና የቐኔለይ።